ቀጠንቲ ከ ክሰርሑ ዝኽእል ዶ መስብሕስ ኣሎ ዶ? ቀጢነ ገጂፈ ኢልካ ዘይኮነስኒ መጀመርታ ንነብስኻ ኢልካ ክጅምሮ ኣለካ ን
እዚ ተቀሪቡ ዘሎ ክልተ ፓወር ናይ ጽሟቅ ናይ ፓወር ጽሟቅ ዝበሃል እዩ ማለት እዩ ኣብዚኣ ከሎ ኣጆኻ ናቲ ናቱ በቃ ጅምር ኣቢለን ብሓንቲ መዓልቲ ሲ ኣነ ኣብዚ ኣብዚ ክጎድል ደልየ ይብላኻ ሕጂ ክንደይ ጌርኪ ተልክያስ ክልተ መዓልቲ ኖኖ ዓቕሊ ግበሪ ኣትሊስት ሰለስተ ወርሒ እሞ ግበሪ ሽዕኡ ከምዚ ከምዚ ኢልካ መጥባሕቲ ዋው ንመጥባሕቲ ጥራይ ኣብ ሓደ መዓልቲ ኣብዚ ዘረባኹም እንታይ እስከ ኣስተውዒለ ከምዚ ትሬነር ሲ ማራ እዩ ክስታይ ደለዎ ኣብ። ስለዝስ ኣጆኹም እቶም ቀጠንቲ ክትገድፉ ትኽእሉ ኢኹም እቶም ገጀፍቲ ድማ ክትቀጥኑ ትኽእሉ ኢኹም ማለት እዩ።
ኣወዳት ሕጂ ጽቡቅ ነብሶም ገለ ትደሊ ኢኻ ኣምዚ ሲክስ ፓክ ዝተልዎም ኣክሽን ፊልም ብዙሕ ስለ ዘይንብር ኣብ። ሽን እንታይ ምዃኑ ምርኣይካስ ብውቅርጻ ክጽብቅ ውይ እንታይ ዳዩ ዝድፍ ኒዕኒዕ ኢሉ ገለ ንብል ኢና። ኣብኦም ግን ኣብቲ ሆሊውድ ዝበሃል ግን ከምኡ እዩ ንሓንቲ ፊልም እንተ ክትገጅፍ ኣለካ ተባሂልካ ፈቲኻ ጸሊእኻ ክትገጅፍ ኢኻ ናይ ግድን ክትገጅፍ ኢኻ እንተ ንሓንቲ ፊልሚ ክትዓብር ኣለካ ሲክስ ፓክ ክተውጽእ ኣለካ ማስክ ክወጽእሎም ብምልኦም ከተፍርሕ ኣለካ እንድሕር ኮይንካ ናይ ግድን ከተፍርሕ ትክእል ኣለካ ክተትገብሮ ብምኽኣልኩም በቃ I don't know ቀኒኤልኩም ከማኹም የብቀዐኒ።
ተኸታተልቲ ህድሞና ነበሪት ከምዚ ትሪእዎ ዘለኹም መደብና ባህሊ ይድህስስ ሕጂ ድማ ስፖርታውያን ይድህስስ ኣሎ ብሕጂ ውን ብዙሕ ብዙሕ ቀሪብናልኩም ኣለና። ዋላ ፊልም ዝሰርሓ ኔግሮ ኣሜሪካውያን ጽቡቕ ነብሲ ኣለዋን። ካብ ሓሚምካ እንዳጎየኻ ናብ ሕክምና ጥራይ ሲ። ሚስተር ኣስመራ ናይ ክልተ ሽሕ ዕስራን እዩ ኣብ ደገ ተከድካ ከኣ ካይግሪ ዝብሃል ኣሎ እቲ ናቱ ላይፍ ስታይል እቲ ኣነባብርኡ እቲ ዝገብሮ ኩሉ እቲ ስትራግል ንዓርፎ ገደምና። ዳርጋ እሱ ኢንስፓየር ዝገብረኒ ዓይነት ሰብ እዩ ማለት እዩ። ናርዲ ፊት እኮ ዝኾነት ጋል ፊት ወዲ እያ ትፈቱ። ኣነ ብነብሰይ ከምዚ ማራ ማስኩላር ወዲ ኣይፈቱን እየ ማራ ከምዚ ውጽእጽእ ድበለ ዝተጋነነ ኣይፈቱን እየ ከምዚ ጥምጥም ድበለ ኡ ከሎ ቅልጽሙ ውጽእ ድበለ
ብፊተይ ግን ኣስማይት ክሪኣ ጸኒሐስ ሰለፋ ምስ ረኣክዎስ ናታ ሪኤስ ናተይ ሪኢ

ብዙሕ ሰብ እኮ ብኣቸው ኣይትፈልጠኒ ግን ነቲ ኣፍልጦ ማለት እዩ
ቀልጢፍካ ተወዲእኻ ማለት እቲ ሓደ ነቲ ሓደ ከብርዮ ይኽእል እዩ። እቲኣ ፒን ኣብ ኣፋ ኣላ እታ ኣባላንች ናብ ልዕሊኣ ኣላ ከምዛ ደላታ እንዳተኮሰትን ትኸይድ ማለት እዩ።
ኩሉ ጅም ምምፃእ ዓቐብ ኮይንዎ ዘሎ ብዙሕ ፍርሕታት ኣሎ ጅም ከይደስ እንታይ ክገብር ወል ሓንቲ እኮ ይፈልጥኒ ክንቀሳቀስ እኮ ኣይክእልኒ ኢሉ ዝጭነቕ ዝኾነ ዓይነት ዜጋ ንህልው እዞም መምሃራን መፂኹም ጆይን ግበሩና ኣጆኹም ሞራል ካባና ንስኹም ከኣ ተበግሶ ከኣ ካባኹም ቀስ ቀስ ቀስ ሳሌም ሓፍተይ ዳኒ ቀስ ንሳውን ተንብቡ ስምዒት ኣለኒ ካልእ ዘይህቦ